ሰላም ክብራት ተኸታተልቲ ናይ ሎሚ ፊልም ንካፕተን ሪቻርድ ፊሊፕ ኣብ ህይወት ንዘጋጠሞ ሓቀኛ ፍጻመ እያ ተዘንቱ ካብ ዕለታት ሓደ መዓልቲ ካፕተን ፊሊፕ ንሱን ኣባላቱን ብመርከብ ካብ የመን ንኬንያ እናተጓዓዙ እንከለዉ ኣብ ኢድ ሸፋቱ ባሕሪ ሶማልያውን ወዲቖም። እዛ ፊልም ከኣ ብኸመይ ካፕተን ፊሊፕ ኣብቲ ጽንኩር እዋን ንመሳርሕቱን መርከቡን ካብ ሸፋቱ ባሕሪ ከም ዘድሓኖም እያ እተዘንቱ። ኣብ መጋቢት 2009 ካፕተን ፊሊፕ ሓደ ረፍዲ ቦርሱኡ ብምጥርናፍን ፓስፖርትን መደብ መገሹን ቸክ ብምግባርን ምስ በዓልቲ ቤቱ ኣንድርያ ብዛዕባ ደቆም እንዳየዕለሉ ናብ መዓርፎ ነፈርቲ ኣምርሑ። ኣብ መዓርፎ ነፈርቲ ምስ በጽሑ ኣንድርያ ንበዓል ቤታ ብምፍኖም ተመልሰት። ካፕተን ፊሊፕ ከኣ ጉዕዝኡ ንምቕጻል ናብ መዓርፎ ነፈርቲ ኣተወ። በቲ ካልእ ሸነኽ ኣብ ገማግም ባሕሪ ሶማልያ እትርከብ ኤል ናብ እትበሃል ንእሸይ ቁሸት ዕጡቓት ዝጸዓና ቶይታ ክመጻ እየን ዝረኣያ። እቲ ካብተን ቶይታ ዝወረደ ገርዓ ዝበሃል ላዕለዋይ ኣዛዚ ነቶም ሶማላውያን መርከብ ንክኸቱር ናብ ባሕሪ ክወፍሩ ከም ዘለዎም ሓበሮም። ምክንያቱ እዞም ተቐመጦ እዛ ቁሸት ሸፋቲ ባሕሪ እዮም ዝነበሩ። ዋላኳ ሓላፊ ናይታ ቁሸት ሕፋን ዝሓለፈ ሰሙን መርከብ ከም ዝኸተሩ ንገርዓት እንተነገሮ፣ ገርዓት ግን ሕጂ ክብገሱ ከም ዘለዎም ኣዘዘ። ሕፋን ከኣ ንሙሳን ኣሳድን ዝበሃሉ መራሕቲ ጀላቡ ምስኦም ዝኸዱ ሰሰለስተ ሰባት ብምምራጽ ንጀላቦኦም ንኸዳልዎን ኣዘዞም። ንሳቶም ከኣ ከምቲ ዝተባህልዎ ሰሰለስተ ሰብ መረጹ። ሙሰ፣ ቢላል፣ ኤልሚ፣ ናጁ ዝበሃሉ ሰለስተ መንእሰያት መረጸ። መርከብ ንምኽታር ከኣ ሓቢሮም ናብ ማእከልቲ ባሕሪ ጉዕዞኦም ቀጸሉ። በቲ ካልእ ሸነኽ ካፕተን ፊሊፕ ብዝተመደበትሉ መርከብ ባሕራዊ ጉዕዞኡ ንምጅማር ኣብ ወደብ ሰላላ የመን በጺሑ እዩ ዝረአ። እዛ መርከብ ጉዕዞኣ ካብ ወደብ ሰላላ የመን ናብ ወደብ ሞምባሳ ኬንያ እዩ ዝነበረ። ካፕተን ፊሊፕ ዋላ ካብዚ ዝጓዓዙሉ ዘለዎ መንገዲ ሸፋቱ ባሕሪ ዝንቀሳቐሰሉ ሓደገኛ መገዲ ምዃኑ ይፈልጥ እንተነበረ ግና ስርሑ ስለ ዝኾነ ንመርከቡ ቸክ ብምግባር ምስ ኣባላቱ ጉዕዞ ቀጸለ። ስለዚ ከኣ እዮም ንሱን ኣባሉትን ኣቐዲሞም ኣብ ተጠንቀቕ ዝነበሩ። ከምዚ ኢሎም እናተጓዓዙ እንከለዉ ካፕተን ፊሊፕ ብክሻፋ ከባቢኡ እናተዓዘበ ካብ ርሑቕ ናብኡም ገጸን ዝመጻ ጀላቡ ረኣየ። ንምርግጋጽ ራዳር ናይ መርከቡ እንተተዓዘበ ኸኣ እዘን ጀላቡ ናብኣቶም ገጸን የምርሓ ከም ዘለዋ ተረድእ። ግና ዝያዳ ንምርግጋጽ ንሓደ ካብ መሳርዕቱ ነታ መርከብ ኣንፈታ ንጸጋም ክጠውያ ብምንጋር ንጸጋም ጠወይዋ። እዞም ዝስዕብዎም ዘለዉ እውን ኣንፈቶም ንጸጋም ብምጥዋይ ደድሕሪኦም ሰዓብዎም። ካፕተን ፊሊፕ እዚኣቶም ንዓኣቶም ንምኽታር ዝስዕቦም ዘለዉ ሸፋቱ ባሕሪ ከም ዝኾኑ ከኣ ክርዳእ ከኣለ። ነዚ ሓበሬታ ናብ ዩክሬን ማሪታይም ትሬድ ኦፕሬሽን ኣመሓላለፎ። እታ ኦፊሰር ጋል ኣንስተይቲ ከኣ ንጥርዓንካ ተቐቢለዮ ኣለኹ። ንብምሉኦም ማዕጾታት መርከብኩም ዕጸዎም። ምናልባሽ እውን ገፈፍቲ ዓሳ ክኾኑ ይኽእሉ እዮም በለቶም። ካፕተን ፊሊፕ እዚኣቶም ገፈፍቲ ዓሳ ኣይኮኑ ብምባል ቴሌፎኑ ዓፀወ። ብኽሻፋ ገይሩ ከዓ ክከታተሎም ጀመረ። ናብኣታቶም እንዳቐረቡ ይመፅሉ ኣብ ዝነበርሉ ምስ ሙሉእ ዕጥቆም ምዃኑ እውን ክንፅረሉ ከኣለ። ብድሕሪዚ ካፕተን ፊሊፕ ናብ ዩኤስ ማሪታይም ኢመርጀንሲ ደወለ፣ ግና ብሰንኪ ኮኔክሽን ክረኽቦም ኣይከኣለን። እንታይ ከም ዝገብር ከዓ ክሓስብ ጀመረ። እዞም ሸፋቲ ባሕሩ ንመስመሮም ብምጥላፍ ንዝርርቦም ይሰምዕዎም ከም ዘለዉ ይፈልጥ ስለ ዝነበረ ከኣ እንደገና ናብ ዩኤስ ማሪታይም ኢመርጀንሲ ብምድዋል ሸፋቲ ባሕሩ ምስ ዕጥቆም ክልተ ጀላቡ ኣስንዮም ይስዕቡና ኣለዉ በለ። እንደገና ድምፂ ብምቕያር ከኣ ኣብ ውሽጢ ሓሙሽተ ደቂቕ ወተሃደራት ዝፀዓነት ነፋሪት ረዳት ክትመፀኩም እያ በለ። እቶም ሸፋቲ ነዚ ምስ ሰምዑ ስለ ዝፈርሑ ኣሳድ ዝመርሓ ዝነበረት ጃልባን ንሽፋን ደድሕሪ ዘና ኣሹ ጃላቡ ትስዕብ ዝነበረት ሕፋን ዝመርሓ ንእሽተይ መርከብን ንድሕሪት ተመልሱ። ምሰን ብጾትን ግን ደድሕሪ እዛ ዓባይ መርከብ ሰዓቡ። ነዚ ዘስተብሃለ ካፕተን ፊሊፕ ናይዛ መርከብ ፍጥነት ከም ዝውስኽ ገበረ። ብሰንኪ እዚ ፍጥነት ናይዛ መርከብ ብዝተፈጥረ ናእሽቱ ማዕበላት ጃልባ በዓል ሙሳ ሞተራኣ ተበላሽዩ ኣብ ማእኸል ባሕሪ ደው በለት። እዛ ዓባይ መርከብ ከዓ ገዲፋቶም ጉዕዞኣ ቀጸለት። ንምሸቱ ኣባላት እዛ መርከብ ሓቢሮም ክዝቱ እዮም ዝረኣዩ። ሓደ ካብዞም ኣባላት ዳግማይ ከጥቅዑና እንተደኣ መፅዮም እንታይ ኢና ክንገብር ክብል ሓተተ። ካፕተን ፊሊፕ ከዓ ከምዚ ሕጂ ዝተቓለስናዮም ንቃለሶ ምበለ። እቲ ኣባል፣ ንሕና ስራሕና ምስ ሸፋቱ ባሕሪ ምቅላስ ዘይኮነ፣ ንሓንቲ መርከብ ካብ ሓደ ቦታ ናብ ካልእ ቦታ ምብጻሕ እዩ። ምናልባሽ ግን መንገዲ ብምቕያር ብፍጥነት እንተ ንጓዓዝ፣ ኣብ ዝቕጽል ሸሞንተ ሰዓት ካብ ሚእቲ ክሳብ ክልተ ሚእቲ ማይልስ ብምጓዓዝ ካብ ቅድሚኦም ክንስወር ምኸኣልና በለ። ካፕተን ፊሊፕ ኣብ ከባቢ እዚ ሕጂ ዘለናዮ ማያዊ ክፍሊ ኣፍሪቃ እዞም ሸፋቱ ባሕሪ ኣብ ሓሙሽተ ጉጅለ ኮይኖም እዮም ዝሰርሑ። ካብ ዘለናዮ ናይ ሰለስተ ሚእቲ ማይል እንተ ተጓዒዝና ግድን ካልኦት ሸፋቱ እውን ክረኽቡና እዮም። ስለዚ እታ እንኮ ምርጫና ተኺልና ንሞምባሳ ጉዕዞና ክንቅጽል ጥራዩ በሎም። በዚ ተሰማሚዖም ከዓ ጉዕዞኦም ንሞምባሳ ቀጸሉ። ኣብታ ምሸት ንበዓል ሙሳ ሓዲጎሞም ዝሃደዎም ብጾቶም ረዳት መጽዎም። በዓል ሙሳ ከዓ ጃልቦኡ ብምዕራይ ነዚ ዓባይ መርከብ ንምኽታር ጉዕዞኦም ቀጸሉ። ንጽባሒቱ ንጎ ካፕተን ፊሊፕ ጃልባ በዓል ሙሰን እንደገና ትስዕቦም ከም ዘላ ስለ ዝረኣየ ናብ ዩኤስ ማሪታይም ኢመርጀንሲ ደወለ። መስመር ስለ ዝሰረሓሉ ሸፋቱ ባሕሪ ንመርከቦም ከጥቅዕዋ ይቀራረቡ ከም ዘለዉ ሓበሮም። ዩኤስ ማሪታይም ኢመርጀንሲ ከኣ ኣብ ዝሓጸረ እዋን ሓገዝ ክንሰደልኩም ክንፍትን ኢና በልዎም። ብድሕሪ እዚ እታ ጃልባ መታን ናብ መርከቦም ከይትቐርብ ኣብ ዙርያ እታ መርከብ ንዝነበረ ቱቦታት ማይ ወልዕዎ። እዞም ሸፋቲ ባሕሪ ግን ነዚ ብምጥሓስ ናብ መርከብ ሓኸሩ። ካፕተን ፊሊፕ እዞም ሸፋቲ ኣብ መርከቦም ከም ዝደይቡ ምስ ኣረጋገጸ ብሬድዮ ርክብ ገይሩ ብምሉኦም ኣባላት ኣብ ኢንጂን ሩም ማለት ኣብቲ ሞተር ናይዛ መርከብ ዝርከቦ ክፍሊ ንክሕብኡን ሳፈር ታይም ዝብል ኮድ ክሳብ ዘየመሓላለፈ ዋላ ሓደ ሰብ ካብታ ክፍሊ ንከይወፅእ መልእኽቲ ኣመሓላለፈ። እዞም ሸፋቱ ንቕድሚት ብምምፃእ ንካፕተን ፊሊፕን ክልተ ኣባላቱን ኣብ ትሕቲ ቁፅሮም ኣተውዎም። ሙሰ ንካፕተን ፊሊፕ ዘፍርሕ የብልካን፣ ንሕና ንዓኹም ክንቀትል ዘይኮና ገንዘብ ደሊና ኢና መፂና በሎ። ካፕተን ፊሊፕ እዛ መርከብ ዶኩመንትታትን መግብን እያ ተፃዒና ዘላ ኣብ ኢድና ከኣ ሰላሳ ሽሕ ዶላር ጥራይ እዩ ዘለና። ፍቓደኛታት እንተ ደኣ ኹንኩም፣ ነዚ ዘለና ገንዘብ ሒዝኩም ኪዱ በሎም። ሙሴ፣ ንሕና ሎሚ ምእንቲ ኣይኮናን፣ ንብምሉኦም ኣባላትካ ንላዕሊ ንኽመጹ ጥራይ ሓብሮም በሎ። ካብተን ፊሊፕ ብምሉኦም ንላዕሊ ንኽመጹ መልእኽቲ ኣመሓላለፈ። ግና እታ ሰፈር ታይም እትብል ኮድ ስለ ዘየምለቓ፣ ኣብ ዝነበርዎ ብምሕባእ ንሞተር እታ መርከብ ኣጥፍእዎ። ሙሴ ንካፕተን ፊሊፕ፣ እዚ ሞተር እንታይ ኮይኑ ጠፊኡ በሎ። ካፕተን ፊሊፕ እዛ መርከብ ብፍጥነት ክትጓዓዝ ስለ ዝጸንሐት ምናልባሽ ሞተራ ተባላሽኹ ይኸውን በሎ ሙሰ ቴሌፎን ብምልዓል ኣብ ታሕቲ ተሓቢኹም ዘለኹም እንተ ኣብ ዝሓፀረ እዋን ንላዕሊ ዘይመፂኹም ኣብ ነብሲ ወከፍ ደቂቕ ካብዞም ኣባላትኩም ሓደ ክነውድቕ ኢና በሎም እዞም ኣባላት ግና እታ ካብ ካፕተን ፊሊፕ ዝተዋህበቶም ሳፈርታይ ምትብል ኮ ስለ ዘይሰምዑ ተሓቢኦም ስቕ በሉ ሙሰ ንካፕተን ፊሊፕ ኣነ ንነብሲ ወከፍ ኩርናዕ ናይዛ መርከብ ክፍትሽ ይደላ ኣለኹ በሎ ካፕተን ነዚ ምስ ሰምዐ መታን ኣባላቱ ክሰምዕዎ ንረድዮ ርክብ ብምጥዋቕ ንሙሰ ሕራይ ኣብ ታሕቲ ኢመርጀንሲ ላይ ተወሊዑ ስለ ዘሎ ንነፍሲ ወከፍ ክፍሊ ክትፍትሽ ትኽእል ኢኻ ግና ኣብዚ ክትጥንቀቐሉ ዘለካ እንተ ደኣ እዚ ብርሃን ጠፊኡ ዋላ ሓደ ክትርኢ ኣይትኽእልን ኢኻ በሎ እዞም ኣብ ክፍሊ ሞተር ተሓቢኦም ዝነበሩ ምስኦም ረድዮ ርክብ ስለ ዝነበረት ነዚ ዘረባ ሰምዕዎ ካፕተን ፊሊፕ ንኢመርጀንሲ ላይት ንኸጥፍዎ ይሕብሮም ከም ዘሎ ከዓ ተረድኦም ካብዞም ኣባላት ክልተ ነቲ ኢመርጀንሲ ላይት ምጥፋእ ኸኣ ተበገሱ። ብድሕሪ እዚ ሙሰ ንኤልምን ናጅን ኣብ ላዕሊ ብምግዳፍ ንሱን ቢላልን ንካፕተን ፊሊፕ ሒዞም ክፍልታት ንኽፍትሹ ንታሕቲ ወረዱ። ካፕተን ፊሊፕ ፈሊጡ ኣብቲ ኣባላቱ ተሓቢኦም ንዘየለዉ ክፍልታት ይወዞም ነበረ። ሙሰ ኣብ መንደቕ ተጠቂዓ ዝነበረት ካርታ ድሕሪ ምርኣይ ሞተር ናይዛ መርከብ ኣብ ቅድሚት ከም ዝርከብ ተረድኦ። ንካፕተን ፊሊፕ ከኣ ኣነ መጀመርያ ናብ ክፍሊ ሞተር ክኸይድ ደልየ ኣለኹ፣ ምኽንያቱ እቲ ጸገም ኣብኡ እዩ ዘሎ በሎ። ካፕተን ፊሊፕ ሕራይ ግና እቲ ክፍሊ ብሰንኪ እቲ ሞተር ማራ ረሲኑ ስለ ዘሎ ግድን ዝስተ ማይ ክንማልእ ኣለና በሎ። ማይ ንክማልኡ ኸኣ ናብቲ ዝስተ ማይ ዝርከቦ ክፍሊ ኸዱ። ካፕተን ፊሊፕ ኣብቲ ክፍሊ ካብቶም ነቲ ኢመርጀንሲ ላይት ንኸጥፍኡ ዝተበገሱ ኣባላቱ ሓደ ተሓቢኡ ረኣዮ። ዝስተ ማይ እንዳልዓሎ እንከሎ ኸኣ ቢላል ንውሽጢ ኣተወ። ካፕተን ፊሊፕ ንቢላል ጫማ ኣይወደኻን ዘለኻ፣ ዝኾነ ነገር ክሃርመካ ስለ ዝኽእል ተጠንቀቕ በሎ። ብድሕሪ ዝስተ ማይ ሒዞም ሰለስቲኦም ናብቲ ሞተር ዝርከቦ ክፍሊ ኣምርሑ። እዚ ተሓቢኡ ዝነበረ ኣባል ጫማ ከም ዘይብሎም ስለ ዝሰምዐ ነቶም ኣብ ክፍሊ ሞተር ተሓቢኦም ዝነበሩ ብጾቱ ብሬድዮ ርክብ ገይሩ እዞም ናባኹም ገጾም ዘምርሑ ዘለዉ ሸፋቱ ጫማ ዝበሃል ሰብ ዘይወደዩ ዘለዉ ኣብ መእተዊ እቲ ተሓቢእኩም ዘለኹም ክፍሊ ስብርባር ጠራሙዝ ግበሩሎም በሎም ሙሰን ቢላልን ንካፕተን ፊሊፕ ሒዞሞ ናብ ኢንጂን ሩም ኣብ ዝኣተውሉ ንቢላል እግሩ ጥርሙስ ስለ ዝወግኦ ደም ንደም ኮነ ቢላል እናተቐንዘወ እንከሎ ሙሰ ምድላይ ጀመረ ግና ሃንደበት ካብቶም ክልተ ነዚ ልቺ ከጥፍኡ ዝወፁ ኣባላቶም ሓደ ነቲ ብርሃን ዝዕድል ሞተር ስለ ዘባላሸዎ ልቺ ጠፍአ። ሙሰ ልቺ ብምጥፋእ ኣዝዩ ሓረቐ። ንካፕተን ፊሊፕ ከኣ እንታይ ኮይኑ ልቺ ጠፍኡ በሎ። ካፕተን ፊሊፕ ኣነ እሞ እንታይ ፈሊጠ ምሳኻ እንድየ ዘለኹ ንላዕሊ ንመለስ በዚ ጸልማት ኣብ ዝኾነ ደሊኻ ክትረክብ ኣይትኽእልን ኢኻ በሎ። ሙሰ ንኣባላትካ ግድን ደልየ ክረኽቦም እየ በለ። ቢላል ኣብ እግሩ ብዝኣተዉ ጥሙዝ ቃንዛ ስለ ዝበርትዖ፣ ሙሴ ንቢላል፣ ንካፕተን ፊሊፕ ሒዝካያ ንላዕሊ ኺድ፣ ኣነ ነዞም ዓዋለቱ ክድህልዮም እየ በሎ። ቢላልን ካፕተን ፊሊፕን ንላዕሊ ደየቡ፣ ሙሴ ኸኣ ምድላይ ጀመረ። ግና ኣባላት ካፕተን ፊሊፕ ንሙሴ ኣዘንጊዖም ብምሓዝ ኣብ ትሕቲ ቁጽጽሮም የእተውዎ። ሓደ ካብቶም ኣባላት ብረድዮ ርክብ ገይሩ፣ ሙሴ ኣብ ትሕቲ ቁጽጽርና እዩ ዘሎ፣ እንተ ደኣ ብህይወት ክድሕን ደሊኹሞ፣ ንካፕተን ፊሊፕ ብጾቱን ፈንዎም ዝብል መልእኽቲ ነቶም ኣብ ላዕሊ ዝነበሩ ኣባላት ሙሴ ኣመሓላለፈ። ብድሕሪዚ ካፕተን ፊሊፕ ምስ ሙሴ ክዘራረብ ጀመረ። ንሙሴ ጃልባኹም ምሳኹም ስለ ዘየላ ንሕና ሽፍንቲ ጃልባን ኣብ ኢድና ዘሎ 30,000 ዶላርን ክንበኩም ኢና። ነዚ ሑዝኩም ተመለሱ። እዚ ባእሲ ኸኣ ኣብዚ መዕለቢ ንገረሉ በሎ። ሙሴ በዚ ውዕል ተሰማምዐ። ካፕተን ፊሊፕ ነቲ 30,000 ዶላር ኣብ ወረቐት ዓሽጉ ብምሃብ ኣብ ውሽጢ እታ ሽፍንቲ ጃልባ ኮይኑ ንኤልሚ ከመይ ጌርካ ከም እትዝውር እናረኣዮ እንከሎ ኣባላቱ ንሙሰ ሒዞም ንላዕሊ መጹ። ናጂ መጀመርያ ንሙሰ ፈንውዎ፣ ብድሕርዚ ንሕና ንካፕተን ፊሊፕ ክንፍንዎ ኢና በሎም። መጀመርያ ከኣ ንሙሰ ፈንውዎ። ሙሰ ናብ ውሽጢ ጃልባ ኣተወ። ግና ንናጂ ምልክት ስለ ዝገበረሉ ናጂ ንካፕተን ፊሊፕ ብምህራም ኣወደቖ። ንማዕጾ ብምዕጻው ናታ ጃልባ ኣበገስዋ። ንካፕተን ፊሊፕ ምስኦም ሒዞሞ ከኣ ጉዕዞኦም ናብ ሶማል ቐጸሉ። እዚ ጉዳይ ዩኤስ ማሪታይም ኢመርጀንሲ ስለ ዝፈለጥዎ ተቐላጢፎም ሳብማሪን ብምስዳድ ነዛ ሸፈንቲ ጃልባ ክከታተልዋ ጀመሩ። በዓል ሙሰን ካብተን ፊሊፕ ሒዞሞ ንሶማሊ ጉዕዞም ቀጸሉ። መደቦም ከኣ ኣብ ሶማሊ ኮይኖም ነታ ካብተን ፊሊፕ ዝሰርሓላ ካምፓኒ ንካብተን ፊሊፕ ክፍንውዎ እንተ ደኣ ኮይኖም ገንዘብ ክፈሉና ብምባል ዘይተኣደነ ገንዘብ ከእትው እዩ ዝነበረ። ግና ኣብ ጉዕዞም እታ ሓይሊ ዝህቦም ዝሒኹዎ ዝነበሩ ጫት ስለ ዝተወደኣ ጸቕጢ ፈጠረሎም። ነንሕድሕዶም እውን ክገራጨው ጀመሩ። ከምዚ ኢሎም እናተጓዕዙ እንከለዉ ካብ ኣብ ጥቕኦም ዝነበረት መርከብ ዩኤስ ማሪታይም ኢመርጀንሲ መልእኽቲ መጾም። ነዚ ምስ ሰምዑ ኩላቶም ኣብ ተጠንቀቕ ኮኑ። እቲ ኮማንደር ናይታ መርከብ ከኣ ንሕና ዋላ ሓንቲ ንገብረኩምን ኢና ናጻ እውን ክንገድፈኩም ኢና ግናን ካብተን ፍሊብ ልቐቕዎ በሎም ሙሰ ንሕና ግብረ ሽበራ ዘይኮና ገፈፍቲ ዓሳ ኢና። ግና ንካፕተን ፊሊፕ ክንፍንዎ እንተ ደኣ ኮይንና ዓሰርተ ሚልዮን ዶላር ሃቡና በሎም። እቲ ኮማንደር ንሙሴ እዚ ቀሊል ኣይኮነን፣ ክንዲ ዝኣክል ገንዘብ ንክነምጽ ቁሩብ ግዜ ከድልየና እዩ፣ ክሳብ ሽዑ ግን ዝስተ ማይ ክንህበኩም ክንመጽእ በሎ። ሙሴ ከኣ ተሰማምዐ፣ ምክንያቱ ዝስተ ማዩ እናተወድእ እዩ ዝኸይድ ዝነበረ። ብድሕሪ እዚ ካብ ሓይሊ ባሕሪ ኣሜሪካ ሓንቲ ንእሽቶ ጃልባ መጸቶም። ናብኦም ብምቕራብ ከኣ መጀመርያ ንካፕተን ፊሊፕ ክንሪኦ ንደሊ ኣለና በልዎም። ንካፕተን ፊሊፕ ከኣ ንደገ ኣቐቅልዎ። ካፕተን ፊሊፕ ነዞም ሓይሊ ባሕሪ ስድራይ ይፈልጡ ድዮም ኣነ ኣበይ ከም ዘለኹ በሎም። ሓደ ካብዞም ሓይሊ ባሕሪ ኤሜሪካ ከኣ እወ ኣብ ነብሲ ወከፍ ደቂቕ ሓበሬታ ንዎም ኣለና በሎ። ካፕተን ፊሊፕ ኣነ ኣብዛ ሽፍንቲ ጃልባ ኣብ ኮፍ መበሊ ቁፅሪ 15 ከም ዘለዎ ስድራይ ክፈልጡ ኣለዎም በሎም እዚ ነዞም ሓይሊ ባሕሪ ካብተን ፊሊፕ ኣበናይ ሸነኽ ናይታ ጃልባ ከም ዘሎ ዝሕብር መልእኽቲ እዩ ዝነበረ ናጂ ሙሰ ምስቶም ሓይሊ ባሕሪ ዘረባ ከብዝሕ ስለ ዝተዓዘበ ኣብ እዝኒ ካፕተን ፊሊፕ ተኮሰ። ንሙሰ ከኣ ንውሽኡ ተምስኦም ብዙሕ ዘዛቢ የብልካን በሎ። እዞም ሓይሊ ባሕሪ ነዚ ተኹሲ ምስ ሰምዑ ተቐላጢፎም ናብ ቦትኦም ተመልሱ። ንሙሰ ብረድዮ ርክብ ብምድዋል ከኣ ካፕተን ፊሊፕ ደሓን ድዩ ኢሎም ሓተትዎ። ካፕተን ፊሊፕ ደሓን ኣለኹ ኢሉ መለሰ። ብድሕሪ እዚ መሰየ በዓል ሙሰ ከኣ ንሶማልያ ቀሪቦም ነበሩ። እንተ በዓል ሙሰ ሶማልያ በጺሖም ሓይሊ ባሕሪ ኤመሪካ ይኹኑ ካልኦት ንካፕተን ፊሊፕ ካብዞም ሸፋቲ ባሕሪ ከድሕንዎ ዘይሕሰብ እዩ ዝነበረ። ኣብታ ምሸት እናተጓዕዙ እንከለዉ ካፕተን ፊሊፕ ንሙሰ ክሸይን ደልየ ኣለኹ በሎ። ሙሰ ቢላል ንደገ ወሲዱ ንክሽኑ ኣፍቀደ። ንደገ ምስ ወጹ ካፕተን ፊሊፕ ንቢላል ናብቲ ባሕሪ ብምድፋእ ንሱ እውን ናብዚ ባሕሪ ዘለለ። ኣንፈቱ ናብቲ መርከብ ሓይሊ ባሕሪ ኣሜሪካ ዝነበረትሉ ገጹ ከኣ ምሕንባስ ጀመረ። እዞም ሓይሊ ባሕሪ ኣሜሪካ ካብዛ ጃልባ ክልተ ሰብ ናብ ማይ ከም ዝኣተዉ ፈለጡ። ግና ጸልማት ስለ ዝነበረ ብንጹር በዓል መን ምዃኖም ክፈልጡ ኣይከኣሉን። ቅድሚ እዞም ሓይሊ ባሕሪ ዝኾነ ስጉምቲ ምውሳዶም ከኣ ሙሴ ንካፕተን ፊሊፕ ብምሓዝ ናብታ ሽፍንቲ ጃልባ መለሶ። ብድሕሪ እዚ ወተሃደራት ዝጸዓነት ሄሊኮፕተር ኣብ ልዕሊኦም ክትዝምብያ እትርአ። እቶም ሓይሊ ባሕሪ ንበዓል ሙሴ ዝገበሩ እንተገበሩ ሶማልያ ክበጽሑ ከም ዘይክእሉ ከኣ ሓበርዎም። ነዚ ምስ ሰምዑ ሙሴ ንካፕተን ፊሊፕ ኣብ ርእሱ ሽጉጥ ኣቕኒዑ ንደገ ብምውጻእ እንተ ዝኾነ ክትገብሩ ፈቲንኩም ንካፕተን ፊሊፕ ክንቅንጽሎ ኢና በሎም። ናብታ ሄሊኮፕተር ገጹ ብምትኳስ ንካፕተን ፊሊፕ ሒዝዎ ንውሽጢ ኣተወ። እታ ሄሊኮፕተር ከኣ ናብ ቦታኣ ተመልሰት። እቲ ሓላፊ ናይቶም ሽዑ ንካፕተን ፊሊፕ ንምድሓን ዝመጹ ወተሃደራት ከኣ ንሙሰ ብረድዮ ርክብ ብምድዋል ንኣስማቶም በብሓደ ነገሮ። በዓል ሙሴ ተገረሙ። ንሕና ምስ ላዕለዎት ሓለፍትኹም ተዘራሪብና ኣለና። ንሳቶም ናብዚ ክመፁ እዮም። ንሕና እውን ድልዋት ኢና ዘለና። ግና ሓደ ካባኻትኩም ብኣካል ናባና ይምፃእ እሞ ገንዘብ ክንለዋወጥ በሎም። ሙሴ ብኣካል ከይዱ ምስኦም ክዘራረብ ከዓ ተሰማምዐ። ብድሕርዚ ክልተ ጀላቡ መጻ። እታ ሓንቲ ጃልባ ምስ በዓል ሙሰ እናተዘራረቡ እንከለዉ እታ ሓንቲ ከኣ ነታ ጃልባ በዓል ሙሰ ብገመድ ብምእሳር ዝዘራረብዎ ዘረባ ንምስማዕ ኣብ ጎኒ ጃልብኦም ዲቫይስ ተኩዕሎም። እቶም ኣብታ ሓንቲ ጃልባ ዝነበሩ ሓይሊ ባሕሪ ኣሜሪካ ንካፕተን ፊሊፕ ዝኽደኖ ክዳን ብምሃብ ኣብ ኮፍ መበሊኻ ኮፍ በል ካብኡ ከይትንቀሳቐስ በልዎ። ከምቲ ዝተባሃልዎ ከኣ ንሙሰ ምስኣቶም ሒዞሞ ከዱ። ብድሕርዚ ነቶም ዝተረፉ ሰለስተ ድሙቕ ብርሃን ወልዑሎም። ብሰንኪ እዚ ብርሃን ከኣ ኣብ ቅድሚኦም ዋላ ሓንቲ ይረኣዮም ኣይነበረን። እቶም ኣብቲ ዓባይ መርከብ ሓይሊ ባሕሪ ኣሜሪካ ዝነበሩ ሰለስተ ስናይፐርስ ከኣ ብሓገዝ እዚ ብርሃን ንሰለስቲኦም ብሓንሳብ ኣብ ታርጌት ንኽእትዎም የጠዓዓሙ ነበሩ ግና ሰለስቲኦም ኣብ ሓደ ታርጌት ምእታው ኣበይዎም ከምዚ ኢሎም እንከለዉ እዞም ሓይሊ ባሕሪ ኣሜሪካ ነታ ጃልባኦም በቲ ዝኣሰርዋ ገመድ ናብኣቶም ገጾም ይስዕብዋ እዮም ዝነበሩ ካፕተን ፊሊፕ ነዚ ኩነታት ይዕዘብ ነበረ። ዝድሕን ኮይኑ ስለ ዘይተሰምዖ ኸኣ ናብ ስድርኡ ደብዳበ ምጽሓፍ ጀመረ። ናጂ ክጽሕፍ ምስ ረኣዮ እንታይ ትገብር ኣላ ኸኢሉ ነታ ወረቐት ኣግደፎ። ካብተን ፊሊፕ ከኣ ንናጂ ኣጥቅዖ። ክልቲኦም እውን ኣብ ምትህርራም ኣተዉ። ግና ሓቢሮም ንካብተን ፊሊፕ ኣጥቅዕዎ። ኣእዳዉ ብምእሳር ከኣ ንየዕንቱ ብጨርቂ ሸፈንዎን። ኣብ መጻወዲ ከም ዝኣተዉ እውን ክርድኦም ጀመረ። ናጂ ኣዝዩ ስለ ዝነደረ ንካብተን ፊሊፕ ክቕንጽሎየ በለ። ቢላልን ኤልምን ግን ካብተን ፊሊፕ ክቕንጽል ይደልዩ ኣይነበሩን። ከምዚ ኢሎም እናቐጸሉ እንከለዉ እቶም ሰለስተ ስናይፐርስ ኣብቲ ዓባይ መርከብ ሓይሊ ባሕሪ ኣሜሪካ ኮይኖም ንሰለስቲኦም ኣብ ታርጌት ንክእትዎ እዮም ዝቃለሱ ዝነበሩ። ግና ሰለስቲኦም ኣብ ሓደ ታርጌት ምእታው ኣበይዎም። እቲ ላዕለዋይ ሓላፊ ናይዞም ወተሃደራት ነታ ጃልባ ምስሓብ ኣቃርጽዎ ዝብል ትእዛዝ ኣመሓላለፈ። ነታ ጃልባ ከዓ ምስሓብ ኣቃርጽዎ። እታ ጃልባ ፍጥነታ ስለ ዝቐነሰት ሓርጎጽጎጽ ብምባል ሰለስቲኦም ካብ ቦትኦም ተንቀሳቐሱ። ብሰንኪ እዚ ምንቅስቓስ ከኣ ሰለስቲኦም ኣብ ታርጌት ኣተዉ። እዞም ስናይፐርስ ከኣ ንሰለስቲኦም ብሓንሳብ ቀንጸልዎም። ንካፕተን ፊሊፕ ከኣ ኣድሓንዎ። ካፕተን ፊሊፕ በቲ ዘጋጠሞ ኩነታት ኣብ ሸኩ እኳ እንተነበረ ግና ህይወቱ ደሓነት። ብምቕጻል ብጽሑፍ ሙሰ በቲ ዝፈጸሞ ጉዳይ ኣብ ቤት ፍርዲ ኣሜሪካ ቀሪቡ ን33 ዓመት ንኽእስር ከም እተፈርደን ክሳብ ሕጂ ከኣ ኣብ እስር ቤት ከም ዝርከብን እያ እትገልጽ። እታ ፊልም ከኣ ኣብ ዝተፈጸመት። እዚ ዛንታ ንካፕተን ፊሊፕ ኣብ 2009 ኣብ ህይወቱ ዘጋጠሙ ሓቀኛ ፍጻመ እዩ። ተስፋ ይገብር ፈትዮማ ክትኮኑ። ኣብ ቀጻሊ ብካልእ ትሕዝቶ ክሳብ ንራኸብ ሰላም ጽንሑ።